ሎሚ ኣብ ልበይ ጎይታ ዘቐመጦ ሓደ ቃል ክንርኢ ኢና እሞ ድሕሪኡ ክንጽሊ ኢና። እግዚኣብሔር ኣምላኽ ዝተመስገነ ይኹን። ብዙሕ ምፍታሕ ብዙሕ ፈውሲ ኣብ ማእከልና ዝገብር ጎይታ ምሳና እዩ። ኣምላኽ ይመስገን። ኩላትና መጽሓፍ ቅዱስና ኣብ ማርቆስ ምዕራፍ ሓደ ካብ ዓሰርተ ሓሙሽተ ካብ ዓሰርተ ኣርባዕተ ክሳዕ ዓሰርተ ሓሙሽተ ዘሎ እንተ ደኣ ርኢና ከም ዝብል ቃል ንርኢ ማለት እዩ። እግዚኣብሔር ይመስገን። ድሕሪ ማእሰርቲ ዮሃንስ ከኣ የሱስ ናብ ገሊላ መጸ እሞ፣ እቲ ዘመን ተፈጸመ፣ መንግስቲ ኣምላኽ ከኣ ቀረበት። ተነስሑ፣ ብወንጌል እውን እመኑ እናበለ ወንጌል መንግስቲ ኣምላኽ ሰበኸ ይብለና። ካብዚ ክንብገስ ኢና እግዚኣብሔር ይመስገን ኣብዚ እንታይ እዩ ዝብለና ዘሎ እቲ ታሪክ ኩላትና ከም ንፈልጦ ዮውሃንስ ምስ ተኣስረ የሱስ ናብ ገሊላ ከም ዝመጸ እግዚኣብሔር ኣምላክ ዝተመስገነ ይኹን ድሕሪ እንታይ ኢሎም እቲ ዘመን ተፈጸመ እስኪ እቲ ዘመን ተፈጸመ በሉ እስኪ እንደገና ኦኬ ሕጂ ሓደ ዘመን ከም ተፈጸመ የሱስ ክርስቶስ ይዛረቦም ማለት እዩ ንስኻ እንታይ ኢሉ መንግስቲ ኣምላኽ ከኣ ቀርበት፣ ተነስሑ ብወንጌልውን እመኑ እናበለ ወንጌል መንግስቲ ኣምላኽ እንታይ ገበረ ሰበኸ ይብለና። ኦኬ መድሓኒናን ጎይታናን የሱስ ክርስቶስ ኣብ ምድሪ ክመጽእ ከሎ መንግስቲ ሒዙ እዩ መጽኡ። እስከ ኣሜን። እንታይ ሒዙ መጽኡ? መንግስቲ ኣምላኽ ትበሃል ሓደ ኪንግደም ወይ ከኣ ሓደ ጋቨርነር ብኣውቶሪቲ ጋቨርን ትገብር መንግስቲ ሒዙ እዩ መጺኡ የሱስ ጎይታ ሶ ጎይታ የሱስ ኣብዚ ነቶም ፈሪሳውያን ነቶም ዝስዕብዎ ዝነበሩ ንደቀ መዛሙርቲ ክዛረቦም ከሎ ኣነ መጽኤ ዘለኹ ሓደ ዘመን ተፈጺሙ ኣሎ ክመጽእ እዩ ዝበሃል ዝነበረ የሱስ ሕጂ መጽእ ኣሎ ስለዚ ኪንግደም ሒዙ ግን መጽእ መንግስቲ ኣምላኽ ትበሃል እግዚኣብሔር ይመስገን እዛ መንግስቲ እዚኣ ድማ ልክዕ ንሕና ንየሱስ ክርስቶስ ከም ናይ ግል መድሓኒና ጌርና ምስ ተቐበልናዮ እዛ መንግስቲ እዚኣ ወራሾስ ወይ ከዓ ወረስቲ ኮይና ኢና። እስከ ኣሜን በሉ። ናይዛ መንግስቲ እዚኣ ኣባላት ኢና ኮይና ኣታኣሚን ብሉ ናይ መንታ ናይ መንግስቲ ኣምላኽ ሲቲዝን ወይ ታባ ንየሱስ ክርስቶስ እዳው ነልዒና ከም ናይ ግል መድሓንየ ኢሎሚ እቕበለካ ኣለኹ ሓጢኣተይ ውስ ደምስሶ ብደምካ ሕፀበኒ ስመይ ኣብ መዝገብ ህይወት ፀሓፈልለይ ዝበልናዮ መዓልቲ መንግስቲ ናባና ኣትያ እዛ መንግስቲ እዚኣ ከዓ እንታይ ትበሃል መንግስቲ ኣምላኽ the kingdom of god ኣሜን እዛ ኪንግደም እዚኣ ሕጂ ኣብ ቆሎሴን ሳልሳይ ምዕራፍ እንታይ ኢለና ኣሎ መሲልኩም ክዛረብ ከሎ እ፣ ቀዳማይ ምዕራፍ ቁጥሪ 13 ንሱ ካብ ስልጣን ጸልማት ዘውፅኣና ናብታ መንግስቲ ፍቁር ወዱ እንታይ ገበረና ኣተወና ሕጂ ኣሕዋተይ ረዩ ኣስተውዕሉ ኣብ ዓለም ከለና ካልእ መንግስቲ እዩ ዝመርሓና ነይሩ። ኣብ ካልእ መንግስቲ፣ ኣብ ናይ ጸልማት መንግስቲ ኢና ነይርና። ኣብ ናይ ጸልማት ግዝኣት ኢና ነይርና። ኣብ ናይ ሰይጣን ግዝኣት ኢና ነይርና። እዚ ኪንግደም እዚ እዚ ናይ ጸልማት ኪንግደም ብምፍርራህ፣ ብሞት፣ ብጥፍኣት፣ ብዝተፈላለየ መንገዲ ዝዓይ ኪንግደም ጨካን ዝኾነ ኪንግደም የሱስ ጎይታ እስከ ኣሜን በሉ። እዚ ኪንግደም እዚ ንዘመናት ሙሉ ሓሲሩ ህይወትካ ነገርካ ሁሉ ዝበልዕ ኪንግደም እዩ። የሱስ ጎይታ የሱስ ምስ መፀ ግን ናብ ሓደ መንግስቲ የእትየና። ክብሪ ንስሙ ይኹን። ኣሜን የሱስ ጎይታ ኣሜን ኣሜን። እዚ መንግስቲ እዚ ሕጂ እንታይ ይበሃል ከይልና መንግስቲ ኣምላኽ the kingdom of God ኣሜን። ኤፌሶን ካልኣይ ምዕራፍ ከም ዝበልኩም እሞ ክትግረሙ ኢኹም ካበይ ከም ዘውፅኣና እንታይ ዓይነት መንግስቲ ከም ዝነበረና ክብሪ ንእግዚኣብሔር ይመስገን። ኤፌሶን ካልኣይ ምዕራፍ ካብ ቁፅሪ ሓደ እንታይ ይብለና? እግዚኣብሔር ይባረክ። ካልኣይ ምዕራፍ ካብ ቁፅሪ ሓደ ንስኻትኩም ኢሉ ቀደም ከም ንብረት እዛ ዓለም እዚኣ ከምቲ መንፈሱ ሕጂ ኣብቶም ደቂ ዘይምእዛዝ ዝገብር ዘሎ ሓለቓ ስልጣን ኣየር እተመላለስኩም ብበደልኩምን ብኣበሳኹምን እንታይ ዝነበርኩም ምዉታት ዝነበርኩም ንኣኻትኩም እንታይ ገበረኩም? እስከ ኣነ ህያው ይበሉ። እስከ እንደገና ኣነ ህያው ይበሉ። ሃሌሉያ። ንዓና እንታይ ገይርና? ህያዋን ገበረና እዩ። እግዚኣብሔር ይመስገን። ንሕና ኩላትና ከዓ ነቲ ናይ ስጋን ናይ ሓሳባትን ድሌት እናገበርና ቀደም ብትምኒት ስጋና ምሳታቶም ንነበር ነበርና ከምቶም ካልኦት እውን ብባህሪና ደቂ ቁጥዓ ነበርና። ግናኸ ኢሉ ሕጂ እስከ ኣንብቡለይ ፕሊስ እንታይ ኢሉ? ግናኸ ሀ፣ እቲ ብምሕረት እንታይ ዝኾነ ሃብታም ዝኾነ ኣምላኽ ምእንቲ እታ ብኣኣ ዘፍቀረና ዓባይ ፍቕሩ ንኣና ብበደልና እንታይ ዝነበርና ምዉታት ክነስናስ ምስ ክርስቶስ እንታይ ገበረልና? ህያዋን ገበረና። ብምንታይ ኢኹም ዝደሓንኩም? ብጸጋ። ኣሜን። ሕጂ ሕሉፍ ታሪኽና እዩ ዝዛረብ ዘሎ ሃዋርያ ጳውሎስ። ሕሉፍ ታሪኽ ናይ ወዲ ሰብ ንየሱስ ክርስቶስ ከም ናይ ግሊ መድሓኒኡ ከይተቐበለ ዝነበሮ ህይወት ማለት እዩ። So እዚ ገዛኢ እዚ ጨካን ዝኾነ ገዛኢ ስለ ዝኾነ እግዚኣብሔር ኣምላኽ ዝተመስገነ ይኹን ጎይታ ግን ብፍቃዱ ብወለንትኑ ማንም ከይደፍኦ ማንም ሙተለይ ከይበሎ ገና ሓጥያተኛታት ከለና ምእንታይን ምእንታኽን ምእንታኻን ኣብ መስቀል ተሰቂሉ እስከ ኣሜን በሉ ሂወቱ ሂብና ናብ መንግስቱ ከኣ የእትየና። ኣሜን። ሕጂ ኣስተውዕሉ፣ ንሕና ግና ሓጢኣተኛታት ኢና ነይርና። የሱስ ክመውት ከሎ ሓጢኣተኛታት ከለና እዩ ኣፍቂርና። ገለ ገለ ሰብ ጎይታ ኣየፍቅረንን እዩ፣ ጎይታ ንዓይ ጸሎተይ ኣይሰምዖን እዩ፣ ጎይታ ከምዚ እዩ ክንብል ከለና ሰይጣን እዩ ከምኡ ዝብል ዘሎ እምበር ጎይታ ደኣፍቅረካ እምበር ጎይታ ደኣፍቅረክ እምበር ፈትወክ እምበር ፈትወካ እምበር ዋይ ቢኮዝ ምእንታና ኣብ መስቀል እንታይ ኮይኑ ሞይት እዩ ኣሜን ጎይታ ይባረክ።
ኣብዚ ግን እንታይ እዩ ዝብል ዘሎ ሕጂ ካብ ሓደ ኪንግደም ናብ ካልእ ኪንግደም ተሰጋጊርና ኢና። ጴጥሮስ ነዚ ክዛረብ ከሎ ካብ ድቕድቕ ጸልማት ሀ ናብቲ ዘገርም እንታይ ዝኾነ ብርሃን ኣሰጋጊሩ። ስለዚ እዛ ኪንግደም እዚኣ ሕጂ ናይ ባዕላ መንገዲ ኣለዎ። ናይ ባዕላ ፕሪንስፕል ኣለዋ። ናይ ባዕላ ኣካይዳ ኣለዋ። ጎይታ ይባረክ። እዛ ኪንግደም እዚኣ እዛ መንግስቲ እዚኣ እዛ ኣቲናያ ዘለና መንግስቲ ናይ ርእሳ ምሕደራ ኣለዎ። ኣብዛ ኪንግደም እዚኣ በናትካ ምሕደራ ወይ ብናይ ካልእ ብናይ ምድራዊ ምሕደራ ክንከይድ ኣይንኽእልን። እዛ መንግስቲ እዚኣ ናይ ርእሳ ምምሕዳር፣ ናይ ርእሳ ኣካይዳ፣ ናይ ርእሳ ንጉስ ኣለዋ። ጎይታ ይባረክ። እስኪ ኣሜን በሉ። ያ ኣነ ምስ ዝኣቱ ከለኹ ምስ ሽወደን ብናይ ሽወደን ሕጊ እየ ዝቕየር፣ ብናይ ኣውስትራልያ ሕጊ ይቅየድ ኣይኮነን። ኣብ ኣውስትራልያ ከምዚ ዝግበር እሞ ክገብር እየ ተለ ዳዝንት ወርክ ኣብዚ ቫሊድ ኣይኮነን ኣማይ ራይት ያ ንስኻትኩም ከዓ ዘ ሴም ናብኡ መፂኹም ኖ ኖ ኣነ ኣብ ስዊድን እየ ነይረ እሞ ናይ ስዊድን ሕጊ ነው ኢት ዳዝንት ወርክ የሱስ ጎይታ ስለዚ እታ ኪንግደም ኣቲንያ ዘለና ሕጂ ገለ ፕሪንስፕልስ ክንርኢ ኢና እሞ ጎይታ ከዓ ኣብ ህይወትና ዝገብሮ ነገር ኣሎ እግዚኣብሔር ይመስገን ኦኬ ሮሜ 10 ሸው- ኣርባዕተ ቁፅሪ 17 ንኺ ሮሜ 14 ቁፅሪ 17

ሓጎስን እያምበር ብብልዕን መስተን ኣይኮነት። እስኪ ንድገሞ ዝቃል መንግስቲ ኣምላኽ ብምንታይ ብመንፈስ ቅዱስ ጽድቅን ሰላምን ሓጎስን እያምበር እንታይ ኣይኮነትን። መንግስቲ ኣምላኽ ባይዘወይ መጽሓፍ ቅዱስና ኣርባዕቲ ወንጌላት ተዳሪናያ ኮንፊዝ ዝኾኑ ነይሩ ከመይ እያ እታ መንግስቲ? ንየሱስ ክርስቶስ ባይ ዘ ዌይ ክሓትዎ ከለዉ ክመጽእ ከሎሲ ከምዚ ሰራዊት ሒዙ ዝመጸ ናይ ባዕሉ መንግስቲ ከቕውም እሞ ንሳቶም ከኣ ኣብኡ እንታይ ክኾኑ መራሕቲ ኮይኖም ክሽየሙ መዓስ ኢኻ ከምዚ ትገብር ይብልዎ ነይሮም they were misunderstanding እዩ ንየሱስ ክርስቶስ ሲ ብዙሓት ሚስ ኣንደርስታንዲንግ ገይሮም ኢቨን ኣብ መስቀል ክስቀል ከሎ ሲ በቃ እስኪ ንጉስ እንተ ኮይንካ ሲ ኣሬና ኢሎም ሻቀ ኣነ ካብዛ ምድሪ እዚኣ ነይረ እንተዝኸውንስ ኢሎ ምሻልከ ያ ግን ጎይታ ካብዚ ምድሪ ይኮነ ናይዚ ምድሪ መንግስቲ ይኮነ ቀንዕ መፅ ናይ ሰማይ መንግስቲ እዩ ዝመፅ ናይ ሰማይ መንግስቲ ኣብ ልቢ እያ ትገዝ ኣሜን በሉ ንስ ናይ ሰማይ መንግስቲ ኣብ ውሻ እያ ትገዝ መጽሓፍ ቅዱስ ክዛር ከሎ እና እታ መንግስቲ ኣብ ማእከልኩም ኣለዋ

ናይ ጽድቂ ጎደና ሒዝካ ክትኣቱ ክትወጽእ ይገብር። እዚ መንግስቲ እዚ ፕሪንስፕሉ ናይ ጽድቂ መንግስቲ እዩ። ኣሜን በሉሉ።
ያ እዚ መንግስቲ እዚ ብመንፈስ ቅዱስ ኮይኑ ብነገዛ ርእስና ኣይኮነን፣ ብመንፈስ ቅዱስ ኮይኑ ግን ናይ ጽድቂ መንግስቲ ይባሃል። ሃሌሉያ ልስን ጽድቂ እንታይ እዩ ተይልና ራይቸስነስ እዩ ዝበሃል ብሻ ከ ቱ ቢ ራይት ዊዝ ጋድ ወይ ከዓ ሓሳብ ኣምላኽ ምኽሪ ኣምላኽ ኣብ ህይወትካ ምዃን ማለት እዩ ከም ፍቓድ ኣምላኽ ምምልላስ ምኽሪ ኣምላኽ ኣብ ህይወትካ ምግባር ኣስተውዕሉ መንግስቲ ኣምላኽ ምሳይ ኣላ እናበልካ ናይ ገዛእ ርእስኻ መንገዲ ክትከይድ ኣይትኽእል ኢኻ ዋይ ንስኻትኩም ባሮት ኢኹም ይብለኒ ኣሜን። ንሕና ባሮት መን ኢና? ባሮት ልዑል ኣምላኽ። እዛ መንግስቲ እዚኣ መንግስቲ ጽድቅን ቅንዕናን ስለ ዝኾነት ኣብዛ መንግስቲ እዚኣ ብቕንዕና ብጽድቂ ክንመላለስ እዩ ዝደልየና ማለት እዩ። ሃሌሉያ ኣሜን ክነውሪ ትጋ ኣሜን እቲ ካልኣይ እንታይ ኢልዎ?
መንግስቲ ኣምላኽ ብመንፈስ ሰ ጽድቅን ካልኣይ ከታይ ሰላም እዛ መንግስቲ እዚኣ ናይ ሰላም መንግስቲ እያ እስከም በሎ ነዝጣኹም ዘሎ እዛ መንግስቲ እዚኣ ናይ ሰላም ኣብዛ መንግስቲ ምስ ኣተኻስ ሰላማዊ
ተኣሚ ይብለች ኣብዚ ግን መንግስቲ ምስ ኣተኻሲ እንታይ ትኸውን ሰላማዊ ሰብ ናይ ሰላም ሰብ ትኸውን ብህውከት ትፍለጥ ትፍለጥ የነበርኪ ኣብዚ መንግስቲ ምስ ኣተኻ ሰላም ይኣትወካ
ኣሜን ሰላም ትረክብ ዕረፍቲ ትረክብ ቤትካ ብሰላም ይምላ ሓዳርካ ብሰላም ይምላ ናብራኻ ኣገልግሎትካ ብሰላም ይምላ ዲኖ ሎሚ እግዚኣብሔር እንታይ ከም ዝገብር ሰላም ዘይኮነ ክነቕሎ እዩ ከም ማእከል ኣሜን በሉ ጆ ኣሜን Listen ናይ ሰላም መንግስቲ እያ እዛ መንግስቲ እዚኣ ናይ ህውከት መንግስቲ ኣይኮነትን እዛ መንግስቲ እዚኣ ናይ ምድፍፋእ መንግስቲ ኣይኮነትን እዛ መንግስቲ እዚኣ ኖ መንግስቲ ኣምላኽ መንግስቲ ሰላም እያ ትፈልጡ ዲኹም መናፍስቲ ነዚ ድምፂ እዚ ክሰምዑኹም ዘይደል ምክንያቱ እዛ መንግስቲ እዚኣ ገዛኢት መንግስቲ እያ እዛ መንግስቲ እዚኣ ኣጋንንቲ ኣይሕዝዋ እዛ መንግስቲ እዚኣ ናይ ምድሪ ነገስታት ክሕዝዋ ፈቲኖም ክሕዝዋ ይከኣል እዛ መንግስቲ እዚኣ እናሰዓረት ትኸይድ መንግስቲ እያ። እዛ መንግስቲ እዚኣ እናጨፍለቐት ትኸይድ መንግስቲ እያ። እዛ መንግስቲ እዚኣ ብዙሓት ከጥፍዋ ተንሲኦም ከጥፍዋ ይተኻሉ። ኣሜን። እንተትጠፍእ ኣነ ንስኻትኩምን ኣይመሃለን። ገና ከዓ ትገዝእ ኣላ እዛ መንግስቲ እዚኣ። ክትገዝእ ከላ ግን ብሰላም እያ ትገዝእ። ክትገዝእ ከላ ብፅድቂ እያ ትገዝእ። ኣሜን። ድሕሪ እንታይ ኢልዎ? መንግስቲ ሓጎስ ዋው ግሎሪ ቱ ጋድ ኣሜን መጽሓፍ ቅዱስ እንታይ እዩ? ብጎይታ እንታይ ግበሩ ተሓጎሱ ደጊመ ኣስተውዕሉ ህዝቢ ኣምላኽ ሓጎስ ኣብቲ እንግሊሽ እንታይ ብሎ ጆይ ዝብሎ ምሽ ሓቂ ጆይ ናቹራሊ ዝመፀ ሓጎስ እዩ ሃፒነስ ግን ብኩነታት ዝመፅእ ሓጎስ እዩ ኦኬ ሕጂ እዚ ክትሕዙሉ ይደሊ ሓጎስና ከመይ እዩ ኣብ ኩነታት ድዩ ደሞዝ ክትቅበል ከለኻ ገዛ ክትገዝእ ከለኻ መኪና ክትገዝእ ከለኻ ላይሰንስ ኣብዚ ዓዲ ክቡር እዩ ሰሚዐ ኣለኹ ላይሰንስ ክትሕዝ ከለኻ ኖ እሱ ግዝያዊ እዩ። ስቁ ኢልካ ግን ብየሱስ ተሕጎስ ውሽጥካ ስቁ ኢሉ ነደካ ምንም እኮ የለን ምሽ ምንም ዝረእ የለን ግን ውሽጥካ ይነድድ እንታይ እዩ ሓጎስ ሓጎስ ዝብል ምክንያት ናይ ሓጎስ መንግስቲ ኢካ ተቀቢልካ እስከ ኣሜን በሉ ናይ ሓጎስ መንግስቲ ኢና ተቀቢል ናይ ዕረፍቲ መንግስቲ ኢና ተቀቢል ናይ ሰላም መንግስቲ ኢና እዛ መንግስቲ እዚኣ ግዝኣታ ዶባታ ኣብ ልብካ እዩ እስከ ኣሜን በሉ። ደዋታ ግዝኣታ ኣብ ውሽጥኺ እዛ መንግስቲ እዚኣ ብዙሓት ይደልይዋ ግን ክረኽቧ ይከኣሉ ክትርከብ ትኽእል ግን ብየሱስ ክርስቶስ ምቕባል ሎሚ ምናልባሽ ጎይታ ናይ ረኸብኩን ትብሉ ሰባት እዚ ጎይታ እዚ ትረኽቡ ይዕድመኩም ኣሜን ምክንያቱ ናይ ሓጎስ መንግስቲ እያ ናይ ሰላም መንግስቲ እያ ናይ ዕረፍቲ መንግስቲ ጎይታ ባርኽ እዛ መንግስቲ እዚኣ ካብ ዓለም ኣይኮነት እስከ ኣሜን በሉ። ዮሃንስ ምሽ ከምኡ ኢሉ ዓሰርተ ሸሞንተ ሰላሳን ሽዱሽተን መንግስተይሲ ካብ ምንታይ ኣይኮነትን ኢሎ ካብ ዓለም ኣይኮነት። ኣሜን። እዛ መንግስቲ እዚኣ ካብ ዓለም እንተዘይኮይና ካብ ሰማይ እንተደኣ ኮይና ብሰማይ እያ ትመሓደር። ምምሕዳራ ካብ ሰማይ እዩ ዝመፅእ። ኣሜን ኣመሓዳሪኣ በይኑ እግዚኣብሔር ገዛኢኣ በይኑ እግዚኣብሔር ኣብዛ መንግስቲ እዚኣ ዝኣተናላ መዓልቲ ብርኽቲ መዓልቲ እያ። እስኪ ኣሜን በሉ። ገዛኢ ኮይንና ጎይታ መራሒ ኮይንና ማለት እዩ። ንሕና ከዓ ባሮቱ ኮይንና ማለት እዩ። ስለዚ ብዛ መንግስቲ እዚኣ ብናይ ምድራዊ ተሓሳስባ ክኸይድ እየ እንተኢልና ኣይሰርሕን ኢዝ ኢንቫሊድ ኣይዓይን እዩ። ብፍጹም ኣይዓይን ብዙሕ ግዜ እንጋገ እንታይ መሲልኩም ኣብታ መንግስቲ ኣምላኽሲ ብምድራዊ መንግስቲ ሓሳብ ክንመላለስ እንተልና ቀል- ክላሽ ይገብር it doesn't work እዛ መንግስቲ እዚኣ ናይ ባዕላ ኣመሓዳድራ ናይ ባዕላ ካረን ካረንሲ ኣለዋ ናይ ባዕላ ምምሕዳር ኣለዋ ናይ ባዕላ ቋንቋ ኣለዋ እዛ መንግስቲ እዚኣ ምድራዊት መንግስቲ ኣይኮነትን። ምስ ምድሪ ብፍጹም ክትላገብ ኣይትኽእልን እያ። ኣሜን። በፍጹም ምስ ናይ ምድራዊ መንግስቲ ምድራዊ መንግስቲ ክብል ከለኹ እቲ ኣተሓሳስባ እዩ ዝቐርብ ዘሎ እቲ ሜንታሊቲ ወይ ከዓ እቲ ሲስተም ናይ ምድሪ ምስ ናይ መንግስቲ ኣምላኽ ክም- ብፍጹም ክመሳሰልን ክወዳደርን ኣይክእልን እዩ። ሎሚ ኣብ ህይወትና ተስፋ ዝቖርጸና ነገር እንታይ ክኾን ይኸውን? ምናልባሽዶ በቲ ምድራዊ ሲስተምዶ ተትሒዝና ንህሉ ንኸውን? እምበር መንግስቲ ኣምላኽሲ መንግስቲ ሰላምዮ ኣለና። መንግስቲ ኣምላኽ መንግስቲ ቅንዕና እያ። ኣሜን። መንግስቲ ኣምላኽ መንግስቲ ሓጎስ እዩ። መንግስቲ ኣምላኽ መንግስቲ ዕረፍቲ እያ። ትፈልጡ ኢኹም ጸልማት ክሕዛ ዘይክእል መንግስቲ ብርሃን ኣብቲ ጸልማት እንታይ ይገብር? የብርህ። ጸልማት ከ ይነዋት ወር ኢቨር ይጎ ኣይትተሓዝን። ኣሜን በሉ። እሞ ጸልማት ብፍጹም ኣይጸልምተካን እዩ። ዋይ እግዚኣብሔር ምሳኻ እዩ። እታ መንግስቲ ኣብ ውሽጥኻ እያ ዘላ። ኣሜን። ከምዚ ኢልኩም ጸልዩ ልምሽ መንግስትኻ ትምጻእ። ኣሜን። መንግስቲ እግዚኣብሔር መጽያ ኣባና ኣትያ ኣሜን። የሱስ ካብቲ ናይ መወዳእታ ዘመን እዛ መንግስቲ ሒዙ ክመጽእ ከሎ ከዓ ናይ ንግስና ዘመን እሱ እሱ ያትወን እዩ። ግን ሕጂ ሓሳበይ ዘሎ ራእይ ነው እንታይ እዩ? እታ ብጎይታ የሱስ ክርስቶስ ከም ናይ ሕሊ መድሓኒና ጌርና ዝተቐበልናያ መንግስቲ ግን ሕጂ ኣብ ውሽጥኻ ከመይ ትዓይ ኣላ? ኣሜን። ኣብ ውሽጠይ ኣብ ውሽጥኺ ከመይ ትዓዪ ኣላ? ብሰላም ዶ ይነብር ኣሎ? ብሓጎስ ዶ ይነብር ኣሎ? ወይ ኤቭሪ ሳንደይ ብምምጻእ ጥራይ ድያ እታ መንግስቲ ትርድኣኒ? ማንደይ ቱ ማንደይ ካብ ሶኒ ክሳብ ሶኒሲ ኣብዛ ኪንግደም እዚኣ ደስ እናበለኒ ዶ ይነብር ኣሎ? እናተሓጎስኩ ዶ ይነብራ ወይስ ምድራዊ ሲስተም ኮራፕት ገይሩ ኣእምሮይ ሓንሳብ በዚ መንግስቲ ይምራሕ ሓንሳ ኸኣ በቲ ሓደ መንግስቲ ኖ ሎሚ ግን ሓደ ነገር ክኾን እዩ ብራዘር ናብቲ ናይ መጀመርያ ናይ እግዚኣብሔር ዓላማ ክንኣቱ ኢና ኣሜን በሉ እጆኹም ናብታ ናይ መጀመርያ ንየሱስ ከም ናይ ግል መድሓኒና ተቐበልናላ መዓልቲ ዝኣተወና ሓዊ ዝኣተወና ፍቅሪ ዝኣተወና ንየሱስ ዝነበረና ባን ባን ዝብል ፍቅሪ ኣብኡ ክንኣቱ ኢና ንሓጉስ ናይ ብዙሓት ፍቅሪ ክሕደስ ከሎ በዒንተይ ይርኢ ኣሎ የሱስ ክርስቶስ ሓድሽ ኣብ ውሽጥኺ እዚ ዝነድድ ናይ ጸሎት ህይወት ናይ ቃል ህይወት የሱስ የሱስ ዝሽትት ህይወት ንየሱስ ዘፍቅር ህይወት ሃሌሉያ ልዕሊ ማንም ስለ የሱስ ምንባር ዝፈቱ ህይወት ምርኮና ይመለስ ብሽም የሱስ ኣሜን በሉ ጆ ናይ ጸሎት ህይወትና ይመለስ ምስ የሱስ ምንባር ጥዑም ይብራት ኣብዛ መንግስቲ እዚኣ ንሓዋሩ ምንባር ጥዑም እዩ ኣሜን ሃዋርያት ኮም ኢሎም ንዓና ምንባር ኣብዚ ምሳኻ ሰናይ እዩ ኣብ መንግስቲ እግዚኣብሔር ስእነት ዝበሃል እዩ ኣብ መንግስቲ እግዚኣብሔር ሕማም ኣይዓይን እዩ ኣብ መንግስቲ እግዚኣብሔር ሞት ኣይገዝእን ኣብ መንግስቲ እግዚኣብሔር ሓዘን ሓዘን ኣይገዝእን። ኣብ መንግስቲ እግዚኣብሔር ክፍኣት ኣይሰርሕን። መንግስቲ እግዚኣብሔር መራሒኣ ኢየሱስ እዩ። ኣሜን። ገዛኢኣ ኢየሱስ እዩ። ኣሜን በሉ ሕዋት። መራሒኣ ኢየሱስ መራሒኣ ገዛኢኣ ኢየሱስ ዝኾነ መንግስቲ ተዋሂባትና። ሎሚ ሃው ኢዝ ዮር ላይፍ ህይወትና ከመይ ኮን ይብል ኣገልግሎትና ከመይ ኮን ይሁን? ሓዳርና ከመይ ኮን ይሁን? ኣብዛ መንግስቲ እዚኣ ተሰዊርና ኣለና ዶ? ኣብዛ መንግስቲ እዚኣ ተጠቕሊልና ንኸይድ ኣለና ዶ? እዛ መንግስቲ እዚኣ ኣብ ህይወትና ብሓይሊ ትዓዪ ትገዝእ ኣላ ዶ? ንዓይ ሓዊስካ ዝምልከት ሕቶ ማለት እዩ። ጎይታ ግን መንግስቱ ኣባና ኣምጽዋይ። ኣሜን ኣብዛ መንግስቲ እዚኣ ንስኻ ንስኺ ተኻፋሊት ኣነ ከኣ ተኻፋሊ ቆሮንቶስ ክዛረቦም ከሎ ሃዋርያ ጳውሎስ እንታይ ኢሉ እዛ መንግስቲ እዚኣ ብሓይሊ እያ ኢሉ እስከ ኣሜን በሉ እዛ መንግስቲ እዚኣ ብምንታይ እያ እስከ እንደገና ብምንታይ እያ እስከ እንደገና ብምንታይ እዛ መንግስቲ እዚኣ ፓወር ኣለዋ ኣሜን ጸልማት ኮንሱም ዝገብር ሓይሊ ኣለዋ ኣሜን ዝሕዘካ ዘበለ ነቂሉ ዝድርቢ ሓይሊ ኣለዎ ኣታ ኣሜን ብሉጭ እወ ዋይ ምክንያቱ እዛ መንግስቲ እዚኣ ሓያል መንግስቲ እያ ኣሜን ኣሜን እዛ መንግስቲ እዚኣ ሓያል መንግስቲ እያ ሎሚ እንታይ እዩ ዝሕዘካ ቃል ጥራይ ተዛረብ ኣሜን ቃል ጥራይ ተዛረብ ክኸውን ከሎ ክትርኢ ኣሜን። ምክንያቱ ኣብዛ መንግስቲ እዚኣ ብሓይሊ ጥራይ ኢኻ ትመላለስ። እዛ መንግስቲ እዚኣ ናይ ዘረባ መንግስቲ ይኮነ ትፈልጡ ዲኹም? እዛ መንግስቲ ብዘረባ ኣይትመሓደር እዩ። እዛ መንግስቲ ብዕላል ኣይትስራሕ እዩ። እዛ መንግስቲ ብሓይሊ እያ ትዓይ፣ ብሓይሊ መንፈስ ቅዱስ፣ ብስልጣን መንፈስ ቅዱስ ግን ናብዕስካ እቲ ዓብይ ከረን መን ኢኻ ካብ ቅድመ ይታ ክትኮን ኢኻ ኮልኩል ብምንታይ ብሓይሊ ኣሜን ዲኹም? ኣሜን ዲኹም? የሱስ ክርስቶስ ሓይሊ ከይተቐበልኩም ካብ የሩሳሌም እንታይ ከይትገብሩ ኢሎሞ? ጋይስ ኣስተውዕሉ፣ ክርስትና ናይ ሓይሊ ክርስትና እዩ። ክርስትና ዘረባ ኣይኮነን፣ ትነብሮ ኢኻ፣ ኣይትዛረቦን ኢኻ። ክርስትና ኣፕላይ ኢኻ ትገብሮ። ሃዋርያት ኣብ ኣንጾኪያ እንታይ ተባህሉ? ክርስትያናት ተሰምዩ፣ በቲ ዝገብርዎ ዝነበሩ ኮይኑ ስለዚ ምንም ምዝራብ እውን ኣየድልየካን እዩ። እቲ ክርስትናስ እታ መንግስቲ ስለ እትለብሳ ኣባኻ ስለ ዘላ ጸላኢ ካብ ርሑቕ እዩ ዝርኣ። ኣሜን ድኹም ህዝቢ ኣምላኽ ህዝቢ ካብ ርሑቕ እዩ ዝርኣ፣ ሰብ ካብ ርሑቕ እዩ ዝርኣ። ስለዚ እታ መንግስቲ ኣባኻ ብሓይሊ ትገዝእ፣ ብስልጣን ትገዝእ። ብምስ- ብምምስሳል ኣይትዝ- ኣይትሓልፍን ኢኻ፣ ብዘረባ ኣይትኸይድን ኢኻ። ብዕላለ ግን ን መንግስቲ ኣምላኽ ብሓይሊ እያ በየሱስ ኣሜን መንግስቲ ኣምላኽ ብስልጣን እያ ኦ ግሎሪ ቱ ጂሰስ ጳውሎስ ክዛረቦም ከሎ እንታይ ኢሉ መስልኩም ንሕናዚ ብዘስድዕ ዘረባ ቃል ጥበብ ኣይመጻእናኩምን ንሕና ዝመጻእናኩም ግን ሀ፣ ብሓይሊ መንፈስ ቅዱስ ኢና መጽና ኣሜን በሉ ኣሕዋት ኣገልግሎትና ኣገልግሎት ሓይሊ ክኾን እዩ ጎይታ ዝደል ኣብዛ ምድሪ እዚኣ ብሓይሊ ክንገዝእ እዩ ዝደልየና ኣሜን ዶ ኣሜን እስከ ኣሜን ናይ ገለ ሰብ ጸጋ ጎይታ ኣክቲቬት ገብረ የምነን ባሕሪ ኢኻ ትገስብ እስኪ ኣሜን በሉ። ምስ ሰይጣን ኣይትመሳሰል ኢኻ። ኣይቁልቾ ምስ ዓለም ኣይትመሳሰል ምስ ኢዛቤል ኣይትመሳሰል ምስ ሓጢኣት ከመይ ገይር እስኪ ኣሜን በሉ። ምስ ዝሙት ከመይ ገይር ነው ረጊፅካ ግን ትኸይድ ሴርካ ግን ትኸይድ ቆሪፅካ ግን ትኸይድ እያ ካብ መንግስቲ ዋጋ ዘላ ጨካን መንግስቲ እያ። ኣሜን ድዩ? ጨካን መንግስቲ ሴርካ ከም ትኸይድ እያ ትገብረካ። ኣይትመሳሰልን ኢኻ፣ ኣይትመሳመስን ኢኻ፣ ምስ ምድራዊ ቋንቋ ኣይትሰማማዕን ኢኻ፣ ምስላ ናይዚ ምድሪ ሲስተም ኣይትኸይድን ኢኻ። ሎሚ ብሽም የሱስ ዝተገልበጠ ይኹን። ኣሜን። ይገልበጥ ወናይዛ ምድሪ ሲስተም ዝተገልበጠ ይኹን። ገለገለሰባት ነዛ መንግስቲ ኣምላኽ ብናይ ግዜያዊ ምድሪ ከመሓድርዋ ይደ ኢዳዘንት ወርክ ኣይሰርሕን እዩ ኢት ኢዝ ኖት ጎነ ወርክ ኖ መንግስቲ ኣምላኽ ብላዕሊ እያ ትምሓር ካብ ላዕሊ መንግስታ እዛ እያ ኣብ ላዕሊ ፈልቲ ግን መጽሓፍ ቅዱስ ኤፌሶን ክዛረብ ኮሎ እንታይ ነታ ብገዛ ደሙ ዘጥረያ ማሕበር እስኪ ማሕበር ናይ የሱስ ያበሉ እስኪ ድገሙ ማሕበር ናይ መን ዳትስ

እግዚኣብሔር ገዛኢኣ ዝኾነት ማሕበር ግን ትገዝእ ደጌታት ሲኦል ኣይሕይልዋን ጸልማት ኣይሕይላን ኣጋንንቲ ኣይሕይልዋን ሕማም ኣይሕይላን ተኸፊሉ እንዲ ዋጋ ተኸፊሉ የሱስ ከፊልዎ ጎይታ ይባርክ so እዛ መንግስቲ እዚኣ ብሓይሊ እያ እንተይልና ኣብዛ መንግስቲ እዚኣ ሕጂ በቲ ስርዓት ናይታ መንግስቲ ክንመላለስ ጎይታ ጸውዒና እስከ ኣሜን በሉ ሕጂ መጽሓፍና ክንግንጽሎ ክንክእል ኣለና ኣብ መጽሓፍ ቅዱስና ስለዛ መንግስቲ እዚኣ ተጻሒፉ ዘሎ እንታይ እዩ? ብኸመይ ኢና ክንመሓደር ዝደልየና ጐይታ? ሓዳርና፣ ናብራና፣ ኣገልግሎትና፣ ኩሉ ንገብሮ ዘበለሲ ኣብዛ መንግስቲ እዚኣ ከመይ እዩ ክኸውን ዘለዎ? የሱስ ጐይታ እዩ። ካብቲ ዝገርመኩም መጽሓፍ ቅዱስና ነዛ መንግስቲ እዚኣ ከምቲ ምድራዊ ትመሓደሮ መንግስቲ ዘይኮነስ እቲ ዝኦፖዚት እዩ ዝነግረና። ኣሜን። ኦፖዚት ክብሪ ንኣምላኽ ይኹን። ካባኹም ልዕል ኢሉ ክረእ ዝደሊ እንታይ ይኹን እብለካ እንታይ ይኹን ምክንያቱ ምድሪ እንታይ ክትነግረካ በቃ ክት- ልዕል ልዕል ኢልካ ክትረአ ሽምካ ክገንን ኣብ ፖስተራት ክትልጠፍ ገለ እዩ ዝነግረካ ምድሪ ጎይታ ከ እንታይ ይብለካ እግሪ ሓዊ ክሕፀብ ካስለኪ በዚ ንፀፍዓካ ዓለምሲ እንታይ ትርኢ ኢሎም ንዝጸልኣኩም ጽልኡ ንዝፈትወኩም ከኣ ፍተዉ እያ ትብል ዓለም እያ ኣብታ መንግስቲ ምጽተየልካ ኣታይ ይብለካ እቲ ኦፖዚት ንጸላእትኹም ስታይ ግበሩ እሞ ከመይ ዳእ መፅኡ ሓደ ሓደ ግዜ ደስ ሕቶ ክነብሎም ካብ ርእሰይ ጀሚረ ማለት እዩ

ሓደ ሓደ ግዜ ማሕበር ኣምላኽ ብምድራዊ ኪንግደም ክትምራሕ ከላ ኣነስ እንታይ ይብል መስልኩም ኣብ ቸርችና ከምኡ እብሎም ነይረ ክንደይ ግዜ ይኸውን ኣብዚ ንሕና ወርሺፕ እናገበርና እናዘመርና ጎይታ ኣብቲ ደገ ኮይኑ ዝተጸበየና ግዜ እስክንደይ ይኸውን ኣይበሉ ኣብቲ ደገ ኮይኑ ኣነ ብዚ ኣለኹ ስኡልኩም ኢኹም ትዘሉ ዘለኹም ዝበለና ዘመን ስክንደይ ኮን ይኹን ኣነ ንርእሰይ ሓቲተ ማለት ኣነ ኣብዚ እንዳሰበኽኩ ስቆይ በይንኻ ኢኻ ትዛረብ ዘለኻ ኣነ ኣብቲ ደገ እየ ዘለኹ ዝበለኒ ዓመታት ሰንደይ ይኾን ኣይ ዶንት ኖው ዩ ሃቭ ቱ ቢ ኬርፉል ኣሜን ጎይታ ዘይብሉ ኣገልግሎት እንታይ ይገብረልካ እንታይ ይገብረልካ ሰላሳን ሰለስተን ሰዓት መፅሽ ሰላሳን ሰለስተን ሰዓት ቤተይ ኣገልግሎተይ ገዲፈ ንሱ ኢለ ኣምላኽ ዘይብሉ ኮነ ዝተበልኩ ሲ እንታይ ሓስብ ኣዩ ኣዩ በእምሮ እውን ኣይመፀልካን ሓቂ ስሙ ይባረኽ ኣሜን ኣሜን። ያ ሕጂ ጎይታ ግን እንታይ እዩ ዝደሊ እወ ጎይታይ ክንብሎ ኣብ ብርኩ ክንብርከኽ ኣሜን በቃ እግዚኣብሄር ብሓይሊ ኣብ ልዕሌና ክዓይ ባሮት ክንከውን በታ በታ ናቱ መንግስቲ ክንምራሕ ኣሕዋተይ ኣስተውዕሉ እግዚኣብሔር ንዕይኡ ይደልየና እዩ እዚ ዘለናዮ ዘመን ናይ መወዳእታ ዘመን የሱስ ክምለስ እዩ እቲ ንናፍቆ የሱስ ተስፋና የሱስ ክምለስ እዩ ክመጸና ክመጸና እዩ ኣሜን ክወስደና ክመጽእ እዩ ኣዩ ሬዲ ኣዩ ሬዲ ጎይታ ክወስደካስ ተዳሊኻ ዲኻ ጎይታ ክወስደኪ ተዳሊኺ ዲኺ ጎይታ ነታ ማሕበር ክወስዳ ክመጽእ እዩ Yeah, he is gonna come. If we are in disaster, ኣብ disaster ተዳሃሊና ብናይ ገዛእ ርእስና ፍቓድን ምኽርን ንኸይተ ገለ ገለ ሰብ ርእሱ የትርር ክሳዱ የትርር ክሳብ መወዳእታ ክሳብ ምጭፍላቕ በጽ ዋይ እታ ገዲፍናያ ዝመጸና ዓለም እኮ እንታይ ኢና ናብታ ዓለም ናብዛ ጎይታ ናይ ጎይታ ዝበርሓ ዓለም ክንበጽሐና ጎይታ ኣነ ከምቲ ትደልየኒ ኸ ክኸውን፣ ብትደልየኒ ክኣቱ፣ ብትደልየኒ ክወጽእ፣ ብትደልየኒ ከ ንመላለስ ኢልና ኪዳን ኣቲና ሲ ኣብዚ በዛ ኖ ኖ ኖ ኖ ኢት ኢዝ ኖት ዎርኪንግ ዳት ዌይ። የሱስ ጎይታ እዩ። ኣሜን። ትማል ዝነበርኩ ከተማ ስለ ቆሮንጦስ ነጽንዕ ኔርና እቲ ኣብ ቀዳይ ቆሮንጦስ ዓሰርተ ክልተ ምዕራፍ ዘሎ ህያባት ክዛረብ ከሎ ሲ

ኣሜን ድዩ ኣሜን። ኢትስ ሲምፕል ካልኩሌሽን ነው ናይ ርእሰይ መንግስቲ ይብለይ መንግስትና ካብ ላዕሊ እያ እቶም ሰባት ኣሜን። ናይ እግዚኣብሔር መንግስቲ ኣብ ማእከልና እያ ኣሜን ድዩ ህዝቢ ኣምላኽ ኣሜን። የሱስ ጎይታ ኣሜን። ያ እዛ መንግስቲ እዚኣ መራሒኣ መን የሱስ እዩ ሰብ ግን ኢሉ መጽሓፍ ቅዱስ በበቲ ዝተዋህቦ ከገልግል ተጸውዑ መጽሓፍ ቅዱስ እንታይ ኢሉና እቲ ሓደ እዝኒ እቲ ሓደ ዓይኒ እቲ ሓደ እግሪ እቲ ሓደ እዩ ኩሎም ተኣኪቦም ግን እንታይ እዮም ኣካላት እዩ ኣሜን እዚ ኣኬርያ ዘለዎ ሰዓት ሲ ንኢድካ ተጸብቐልካ ትብሉኒ ንኢድካ ነዛ ኢድ ጥራይ ተጸብቐላ ንመንዳ ተጸብቐሉ ዘሎ ኣካል ኣሜን። እዚ ተኸዲነዮ ዘለኹ ንብዘሎ ኣካላት ክብሪ እንተ ደኣ ኮይኑ ብዘሎ ኣካላት እዩ ዝኸብር። ውርደት ተኮይኑ ከ ብዘሎ ኣካላት እዩ ዝዋር። ሓውኻ እንተ ደኣ ከቢሩ ንስኻ ከ ከቢርካ ማለት ኣሜን በሉ ጭ ያ ሓውኻ ተወዲቑ ናትካ ውድቀት እዩ። ሓውኻ ተተቆንዙ ናትካ ቃንዛ እዩ። ምክንያቱ መን ካብ ኣካላቱ ዝኾነ ነገር ተተቆንዞስ ብዘሎ ኣካላት ዘይቆንዞ እዩ። እጃ ሓደ ግዜ እቲ ሲስተም ይጠፍኣና እሞ ናይ ርእስና መንግስቲ ክንተክል ንደሊ። ናይ ርእስና ምምሕዳር ከነምጽእ ንደሊ but it doesn't work ኣይሰርሕን እዩ። መጽሓፍ ቅዱስ እንታይ ኢሉ ንሓድሕዳ እተፈላለየት ከ መንግስቲ ታገብር ኣይትኽእልን እያ ክትቀውም ኣይትኽእልን። ለጸላፋ እንታይ ዝገብር ይርኢ እሞ ዘርኢ ይዘርእ ሓሳብ ይዘርእ ስለዚ ታይ ይገብር እታ መንግስቲ ሁውከት የእትወላ ማለት እዩ ሎሚ ግን መልእኽቲ መልክዕ ኣብዚ ናይ መወዳእታ ዘመን የሱስ ንቤቱ ከፅርን ክወስድን ክመፅእ ትረስ ሂ ኢዝ ጎነ ካም ጂዘስ ሕጂ ቤቱ ኢዲፋይ እናገበረ ነታ መርዓት እናዳለዋ እዩ ዘሎ መርዓት ኣነ ንስኻትኩምን እዩ የሱስ ክመፅእ ከሎ ሒዝዋ መታን ክኸይድ ሕጂ የፅርያ እዩ ስማ የቐድሳ እዩ ዘሎ፣ የጸብቓ እዩ ዘሎ፣ የወቅባ እዩ ዘሎ። ኣሜን ኢየሱስ ጎይታ። እዚ ኣነ በይነይ ኣብዚ ናይ ዘሎ ምንም ትርጉም የብሉ። ሓወይ የድልየኒ እዩ፣ ሓፍተይ ተድልየኒ እያ፣ ንስኻ ተድልየኒ ኢኻ፣ ኣነ የድልየኪ እየ፣ እሳ ንደላለ ኢና። ኣሜን ድሃይ ዝጠፍእ ካብ ቸርች ሕተቱ ወይራ ኣበ ኣበይ ኣለካ ሓወ በሎ ኣበይ ኣለካ ሓፍተይ ደውል ፋሚሊ ባይዘወይ ከምኡ ኢሎም ነይሩ in our church ኣብ ቤተክርስትያንና ብቸርች እኮና ንኣምን ብፋሚሊ ኢና ንኣ we are family እስከ ኣሜን በሉ we are a family ቤተሰብ ኢና ንቅዱሳን እንታይ ቢልና ኣሎ ደቂ ዓዶም ንኣምላኽ ወረስቱ ንክርስቶስ ከ መዋርስቱ ወዲ ዓደይ እኮ ኢኻስ ጓል ዓደይ ክንስ ኣብ ሰማይ ምስ ከድና ከኣ ክንራኸብ ኢና እስከ ኣሜን እዚ we are a family እዚ don't think as a church think as a family ፋሚሊ እንተ ደኣ ኮይኑ ካብ ቤተሰብኩም ኣብዚ ዘለኹም ብስጋ ማለት እዩ ካብ ቤተሰብኩም ዘይትድውሉሉ ሓው ሓፍቲ ኣለኹ የለን ዋላ ክፍኣት እንተኸፍአ ዝኸፍአ እንተኸፍአ ክፍኣት እንተገበር ድሃዩ ከይገበርኩም ግን ኣይትቐስኑን ዋይ ስጋኻ እያ ሓውኻ ሓቂ ኣታ ወዲ ይኾን እሞ ብመንፈስካ ሓደ ጌርና እታ ኪንግደም ኮም እያ ትብል ኣሜን በሉ እስኪ እጂ ኣሕዋተይ ኣስተውዕል ለባማት ክንከውን ጎይታ ይደልየና ኣሜን መስተውዓልቲ ክንከውን እግዚኣብሔር ይደልየና ጎይታ ዘይሸከመና ኣይንሸከም እንታይ ገብረልና ዓይንኻ ተይልና ኣነ ዓይኒ ክኮን ደለኒ እምበር እዝኒ ክኮን ኣይተጸዋዕኩ ኣሜን ዲኩም እዝኒኻ ተይልካ እዝኒ ምዃን ጽቡቅ እዩ ስለ ዝሃበካ ማለት እዩ ስለ ዘይተዋሃብናዮ እንተ ክንደሊ ጀሚርና ግን at the end of the day there will be a consequence ዋጋ ከኽፍለን እዩ so ጎይታ ሎሚ ነዛ ቸርች ጥራይ ኣይኮነን ንብዘላ ኣብ ዓለም ዘላ ማሕበር ዝዛረባ ዘረባ እንተድኣ ሃልዩ እዚ እዩ the whole world እዩ እግዚኣብሄር ቤቱ ተዳልያ ከምፀንሑ እስከ ኣሜን በሉ ክወፅእ ከሎ ዕጣር ወይ ከዓኒ ሀ መንቅብ ዘይብላ ኮይኑ ክረኽባ የሱስ እደሊ ንስኻ ንስኺ ኣነ ኢና እዛ ማሕበር እዚኣ ሶ መንግስቲ እግዚኣብሔር ኣብ ማእከል እዛ ናይ እግዚኣብሔር መንግስቲ ሓያል መንግስቲ እያ እዛ መንግስቲ እዚኣ ገዛኢት መንግስቲ ኣላ። ስለዚ ሕጂ ማቴዎስ እንታይ ኢሉ ቅድም መንግስቲ ኣምላኽን ጽድቁን ሀ ደሓር ኩሉ ክውሰኸልኩም። መጀመርያ ግን እንታይ ድለዩ መንግስቲ ኣምላኽን ጽድቁን። ኣሜን ጽድቂ ክንደሊ ቅንዕና ክንደሊ፣ ኣሜን፣ ሰላም ክንደሊ፣ ሓጎስ ክንደሊ ጎይታ ጸዊዑና። እዚ መን እዩ ሎሚ ፍቓደኛ ዝኾነ ሰብ? ናብዚ ናይ እግዚኣብሔር ሓሳብን ምኽርን ክኣቱ ዝደሊ ሰብሲ መን ኮን? ኣነ ግን ብመንፈሰይ ይርኢ ኣለኹ ብዙሓት ሰባት ካብዚ ጉባኤ ከልዕል እዩ እግዚኣብሔር ዘይትጽበይዎም ሰባት እግዚኣብሔር ብሓይሊ ክጥቀም ብዙሓት ጨካናት ሰባት ከልዕል እዩ ከም ናይ የሁ መንፈስ ዘለዎ ንኤዛቤል ዘይርሕቕ ንሓጢኣት ዘይርሕቕ ኦ ኣብ ቤተ ክርስቲያን እውን ኣብ ዝኾነ ቤት እናኣተው ምኽንያት ኣጋንንቲ እናፍረሱ ዝወፁ ሰባት ግን ኣርኢኒ ኣሎ ኣሜን ዲኹም ሓደ ካብኣቶም ዲኻሳ

ኣታ ደርሳታት ኣሕዋተይ ክገብሩ እየ ዘመን እዚ ናይ ጨካናት ዘመን ይታሰ ምትሕውዋስ ኣብቅዑ ኣሜን በሉ ጆ ያያነና እንተሓወስን ኢና ተፈይ ዘይታታሰ መገድና ፍልይ ዝበለ እዩ ሃሌሉያ ወንጌላይ ንሽቅጦን ኢና ሒዝናዮ ክንከይድ ኢና ናይ እግዚኣብሔር ክብሪ ብኣና ክግለጽ ክጅምር እዩ ካብኣቶም ኢና ንስኻ